ሽኮ እግርናን ዝነበረ ሓይልና ሎሚ ግን ኣብ መልሓስካን ጻብዕትኻን ኮይኑ ኣሽንኳይዶ ከምዚ ከማይ ዳዕሳስ ከርክበኩም ዘርእሰናይ ታደሰ ብእግሩ ዳንኤል ተክለሃይማኖት ብብሽክለትኡ ኣብ ዘየርክብኹም ንፋስ ዝምቐዳድምትኹም ምናልባሽ ከኣ ከምዛ ናይ ኣርምስትሮንግ ክንፍትነልና ተኾይንና እምበር ንሕናስ መስርዕ ቆሪጽና ኢና ዘለና። እዝጊ ክፎቲ ግን እተን ሓሪጭኩም ቀልጢፈን ስለ ዝነፍሳ ግዲ ኮይነን ብቀደሙ ከኣ መቀዳድምትኹም ንፋስ እንድዩ። ቀደሙኸ ላም ኣብ ዘይወዓለቶዶ ኩቦ ይእረ ኣይእረ ጸባ ኣይሕለብ ኮይኑ ነገሩ። በሉ እስከ ኣብ ኤርትራስ ሓበሬታ የለን ሓበሬታ ስለ ዘይንረክብ ትብሉና ካበይ ዘምጻእኩሞ ደኣዩ እዚ ንህዝብና ነቅርቦ ዘና ሓበሬታ ናይ እሙናት ምንጭታትና እዩ ትብሉና ዘለኹም ከካብ ካቦኩ ከይወጸ ዝመሽመሸ ዜናኹም ዶስ በዓል ፒተር ዊሊክ ሃለይን ፕሮፌሰር ዳን ኮኔልን ሌናርዶ ቬነስን ምስ ቪኦኤ እንዳበልኩም ተቕርቡልና ዘለኹምን ምስ ካልኦት ማዕከናት ዜናን እዮም ኣብ ፋብሪካ ሓሶት ሰሪሖም ዝቕልቡኹም? ደቂ በይ ሃገር እዮም ከም ተበልካስ ኣይ ደቂ ዓንሰባ ድምበዛን ኣይ ደቂ ሰሜናዊ ቀይባሕሪ ማየድኮሞም ጊንዳዕ ባጽዕ ኣይ ደቂ ደኾንዳዕ ጾሮና ዓዲ ቐይሕ መንደፈራ ዓረዛ ኣይ ደቂ ኣስመራ ጻዕዳ ካርነሽም ደቂ ዓዲ ጊደር ሚናበ ዘርኣይ ደቂ ዓፋር ከይንብሎም ደቂ ኑራይ ደቂ መሓመድ ኢድሪስ ከይንብሎም ደቂ ጋሽ ባርካ ደቂ ስሓል ከይንብሎም ደቂ ኣስገደ ቤት ሕመድ መንነቶም ክንፈልጥ እንተ ሓተትና ንኤርትራ ኣይ ደቂ ከርሳ ጽሩይ መንነቶም ገሊኦም ደቂ እንግሊዝ ገሊኦም ደቂ ፈረንሳ ብዛዕባና ክዛረቡ ዘይብሎም ብቸንሳ ንቁኑዕ መንነትና ከዘንብዑ ንሶም ደቂ ሃገር ንሕና ኮይንና ጓና ከይኮነ ሕልሞም ከራጉዱ መጽሄት ሓቲሞም ብጋዜጣ ብትዊተር ኢንተርነት ቅድሚ ኩነት እናሰነኻ ባዕሎም ከዳልዉ ፈንጠዝያ መዳምግቲ ጥፍኣትና መጣቓዕቲ ከኣ ባዕላትና ክንውስኸሉን ክንኣልመሉን ሓይልና ኣብ መልሓስና ኮይኑ ወረ ምንዛሕ ኮይኑ መተካእታ ቡምባኢድን ጠያይትን ኩሉ ክቐስን ንሕና ክጠፍኣና መረበትና በሉ የሕዋት ንእሽተይ ኣይንገራሕ ንሶም ከይሓነኹ ነዚ ልዕሊ ሚእቲ ዓመት ዝገበረ ሜልኦም ሎሚ ይኣክል ንበሎ ሓሕ ኢልና ሎሚ እንተዘይ ተቃእዳዲምና ኣውጺእናዮ ንሶምን ሕልሞምን ሓያል ኣምበጣ ስግራትካ በሊዑ ብደጎልካ ይሰፍር እዩ ነገሮም እምበር ትማሊ ወነንተን ጸላእትና ዝነበራ ታንክታት

ዝገድፎ እኳ እንተኾነ ነቲ ሪኡ ከምዘይረኣየ ደስቀጥር ህዝቢ ዓለም እንተዘከርንያውን ነውሪ ይብሉን መርገም ስውኣትና ይብጻሕኩም መርገምተን ጀጓርን ታይገርን ጀጋኑ ኣብ ከርሰን ዓቂረን ዝተሰውኣ ስጋለት ቀጣንን ካልእን ኣበይ እሞ ንሓንሳእ ተሲኦም እንተዝምስኩሩ ማጉላን ወዲ ባሻይን ጀጋኑ ዓድሽሩምን ስጋለት ቀጣንን ጎልጎል ሰሜናዊ ሳሕልን ሸመር ኣድግን ጎልጎል ባርካን ሳሕልን ታንከኛታትናን መድፍዓኛታትናን ኩላትኩም ስውኣትና ብሓፈሻ ሎሚ እምበር ዘይሓሰብ ናይ ኣምጾታት ኣርኪቡና በሉ እስከ ሕቶኹምሲ ኣይምተጸለን እንተትብር ሃጽን ደንን ዋርሳይን ይከኣሉን ዝተሃንጸ ውቁብ ኣዳራሽ ሚንስት ዜራ እንታይ ኣበስኡ ክንድምስ ኣደራሽ ሮይተርን ቢቢስን ዋሽንግተን ታይምስን ኣልጀዚራን ካልእን ስለ ዝተወዳደረ ልዕሊ ሽሕ ዝግመቱ ንጹሃም ኣብ ዝተመደብዎ ተዋፊሮም ክንዲ ዝሰርሑ ናይ ኣየናይ ክፍለጦር ጸላኢ ኮይኖም እዮም ስለ ዝተሰምዑኹም እዮም ግንባር በለሳን ዓድቴናን ጾራናን ገዲፍኩም ንየሕዋትኩም ማሪኽኩም ኢድኩም ንላዕሊ ዝበልናኩም ተዛረቡ ዝበልኩምሲ ከምኣ ድያ ኮይና እታ ሕጊ ዲሞክራሲ ወይስ ከማኹም ብረት ጀዐሚሮም ከም ዝትኩሱ ረሲዕኩሞብ ሳሕልን ባርካን ተጋዲሎም ንመላእ ኤርትራ ሓራ ዘውጽኡ ስጋዕ ሽዋ ኣትዮም ኣብ ቤተ መንግስቲ ምነሊክ ኤርትራ ኣራት ኪሎ ሽዑ ፈታዊ ናይ ሎሚ ጸላኢ ጎረቤትና ወያነ ባሪኾም ስልጣን ዘረከቡ ምኻኖም ረሲዕኩሞም ድሮ ነቶም ኣብ ሳዋ ተዓሊሞም ኣብ ስርዓት ወያነ ከም ኣያታቶም ማይደ ጸባ ዘበሉ ወናብርስ ቡሬን ባዳን ዓድቴናን በለሳ ዓዲ በጊዖን ባድማን ክፋልናታቶም ኮያ ሞያ ኮይንዎም ኣብኡ እንተ ተመደቡ ስካን ጥይትኩም በሊሑ ጥይቶም ከም ዝጎደመ መዓንጣኹም ተቢዑ መዓንጥኦም ከም ዝተዘብረቐ መሲሉኩም ቀደሙ ውን ዘይሓስብ ኣይንገድ ዩ ነገሩ ያኢ ንቆልዓ ሰበይቲ ምርዓድ ጅግንነት ተረኺቡስ ኤልሳ ኢሰያስ ኣፈወርቂ ትርከቦም ከርዲንና ከቢብናየልኩምና። መሽክነይቲ ኤልሳ ኣብ ሳዋ ክንዲ ተማሂራ ዝተመልመለት ከም ህዝባ ጾር ሃገር ክንዲ ተሰከመት ንመን ንምጉሃይት ዕላማኹም ንህዝቢ ኤርትራ ዋይስ ንወላዲኣ ወይሲ ንዓኣ ኣንቱም ሰባት እምበርዶ ጥዑይ ኣእምሮ እዩ ዘለኩም ደቂ ካልኦት ፕረሲደንት ዓለማት ክበልዑን ክሸኑን ክመሃሩን ክዛወሩን ብዋርድያ ተሓልዮም ክኸዱ እንዳርኤና ደቂ ፕረሲደንትናን ሚኒስተራትናን ጀነራላትናን ኮሎኔላትናን ካልኦት ብማዕረ ኣብ ሳዋ ተመልሚሎምን ተማሂሮምን ምንባዕሮ ኣብ በረኻታት ኤርትራ ከም ሰቦም ሃገርና ክሃንጹን ከልምዑን እናርኤና ከለኻ የለኻን እንተበሉኻ ሰብ ከማኻ ምስ ትንፋስካ ከሎ ካብ ሳንዱቕ ሬሳ የእትዩ እንተሰመረካውን ኣሜን ዲዩ ክኸውን መልስና ወይለከ ሓጢኣት ቅድሚ ዓሰርተ ዓመት ኣቢሉ ይኸውን ኣሽማት ከይርስዐን ኣዘኪርኩምን ሽምኩም ይረኸብ ጋዜጣታት ሰቲት ጽጌናይ ቀስተ ደበና መስከረም፣ ኣዝመሪና፣ ትርግታ፣ ኤሪትሪያል ሓዲሳ፣ ሓዳስ ኤርትራ፣ ፕሮፋይል፣ ወዘተ ክንገዝእ ዓሰርተ ብር ንበዓልቲ እንዳወዳእና ሽዑ እተሰበረና ወረያ ወረ ደድበልኦ ክንህውትት ከከም ሰማይ ባዕልና ክንሰቅልን ከነውርድን እንዲ እንታይ ዘይተረፈና። ወዮ ኣብ ኣደራሽ ምምሕዳር ከተማ ማዛጋጃ ቤትን ሲኔማ ካፒቶልን ቤት ጽሕፈት ሚኒስትሪ ዜናን ዝተዋህበን መምርሒ ሕጊ ባዕለን ከምዘይጠሓስኦ ዘይንፈልጦ ይኣይ ተረኪቡለይ። መምሃራን ናይ ቃልስና ኮይነን ናይ ስሳታትን ሰብዓታትን ታሪኽና ክነግራና ሽዑ ዘምለጠና ዕድላት እንዳበላ ሎሚ መልክዕ ቀይረን ኣብ ስደት ኮይነን ከሀውትታና ናይ መን እየን ተበልካስ ገሊኤን ናይ ጽጋብ ዝፈንጭሖም ብገንዘብ ህዝብን ደም ስውኣትን ዝተማህሩ ደቂ ዓባይ ድስቲ ቤት ትምህርቲ ሰውራ ዘዕበየቶም ናይ ትማል ጀጋኑ ሓለፍት ክዝንጥሉን ከነኣእሱን ንሱኸ በየናይ ግንባር ይኾን ተኲሱ ጸላኢ ቀቲሉ ድፋዕ ወጺኡ ሓለዋ ዝቐጸለን ተበልካስ ወይከ ኢልካ ትሓልፎ ዳሕራይ ገደደ ከኣ ሓንሳብ ምስ ሻርብኦም ምስቶም ገጾም ዘይብራህ ወጅህ ዘይብሎም ቁምነገር ጉልባቦም ቀሊዖም ወይጦን ከደምትን ኮይኖም ኣብ ኣራት ኪሎን ምለሊትን ቤተ መንግስትን ምስ ደመኛታት ፈሓርቲ መቃብርናን ሰማእታትናን ተሳኢሉ ክጸንሓካስ ሕጊ ፕረስ ድዩ ጎዲልዎ ወይስ ካልእ ተልእኮ ኣለዎ ይኾይ ነገሩካ ትምልሶ እንተ ንዓሻ ከምዚ ከማይ እሞ መሊሱ ጋን ኾኖሙ ዝብሎ ጠፊዎ ዕግርግር እብል በሉ እስከ ካብ ጸሮና ተበጊስና ኢልኩምና ሰማእታት በለሳን ደቀምሓረን ኣብ ክሉ ዝነጠበ ንቡር ቀብሪ ዘይረኸቡ ስውኣትና ረጊጽኩም ክትመጹ የዕጽምቶምን ደሞምን ተሳጊርኩም ሕልንኦም ኣጆኹም ዘይልኩም ወቒሱኩም ስንኩላን ቃኘው ከሪኦምኹምዶ እቶም ብዓረብያ ዝንቃሳቐሱ ዓጂቦምኹምዶ ወይስ ዓገብ ኢሎምኹም እቶም ሽንቶምን ቀልቀሎምን ባዕሎም ዘይጉሕፉ ኣጽሚምኩምና ዶ ኢሎምኹም ወይስ ኣብኡ ከለዉ ጣቒዖምልኩም ግን ኩሎም ስለ ዝወቐሱኹም ዶ ይኸውን? እቶም ኣብ እንዳ መወለዳን ሽዑ ዝተወልዱ ህጻናት ዝተጋላገላ ሓራሳትን ኣዴታትንከ እልል ዶ ኢሎናልኩም? ወይስ ነዛ መከረኛ ዓለም ምፍጣሮም ብብኽያት ፈሊሞም ናብራ ስቓዮም ኣብ መንጎ ንጹሃን ዘሳቕዩዎም ክርእዩ ኣመና ኣሻቒሉዎም? ድሮኳ መርገም ስዉኣትን ስንኩላን ህጻናትን በጺሑኩም ኣንካባሊሉ ካብ ዘደየበኩም ከውርደኩም ብዓይኖም ዝረኣዩ ምስ ነገሩናስ ጭንቀትና ተቐንጢጡ እዝስ ኣንኳይ ንዝወለደካን ዘኽብረካን ህዝብስ ንጸላኢኻኳ ኣይትምነየሉ ፕረሲደንት ፈሪሁ ርእሱ ድኒኑ ተሓቢኡ ኢልኩምና ከመይ ከ ዘይሕባእ እንታይ ከ ጽቡቅ ሪኡ ደኣ ክግተርን ክታፋነንን ሚኒስተራቱ ኣኪቡ እንታይ ተረኽበ ምባሉ ምሕባእ ተቆጺሩ ካብ በልኩምናስ ትንፋስ መላእ ህዝብን ሃገርን ኣብ ትሕቲኡ እምበሪ ዘትዩ መኺሩ ክንዲ ዘዝሓለኩምን ዓቅሊ ክንዲ ዝገበረን ፍትሒ እንተልኩሞ ልቢ ይሃብኩም ዩ መልስና ጀጋኑ ለንደን ዓድ ጥልያን ፈረንሳ ኣሜሪካ ስጋ ሰብ ምምንጫት ይኣይ ተረኺብለይ ማስቲካ ፕረሲደንት እንተ ዝምልስ ኤርትራ ምስ ኤርትራዊ ድዩ ክኸውን ትኩናት ዓጀብ በለት በቕሊ ድሕረይ ሳዕሪ ቆላ ኮይኑ እናነገርኩም ነንበሳ ደወል መምሓረሉ መን እሞ ይእሰረሉ ድዩ ዝተባህለ ሓቀይ ኣየ ጉድ ክንሰምዕ ዶ ክንነብር ኢና ደቀይ እገለ እንታይ ኮይኑ እንተበልካስ መልዓል ቁሙጥ ኮይኑ ጸኒሑ ክብሉኻሲ ዘዕበኻዮ ከልቢ ኣይንከስካ ኮይኑና ነገሩ ሰሚዕና ከምዘይሰማዕና ርኢና ከምዘይረኣና ትም ተበልናስ ልብና ክትደፍኑና ልብኹም እደፈን ሓቂ እንተልይኩም እንታይ ማልታን ሱዳንን ኣበለኩም እቲ ብረት ኣብ ኢድኩም እቲ ጎልጎል ባርካን ሳሕልን ኣብ ዓድኹም ዘየለኩምን ዝተበደልኩሞ እንተለኩም ምቅላስ መንዶ ከሊኡኩም እዩ ኣብኡ ተጋዲልኩም ጅግንነት ስለ ዝፈጸምኩም ዘይኮነ ማዕረግ ዝተዋህበኩም ግን እዚ ሕጂ ትመዝዎ ሴፍ ምስ መን እዩ ትሕቶ ሽዑስ ምስ ጸላእን ዘራያትን ሕጂኸ ምስ መን እዩ ምስ ኣሕዋትኩምን ወለድኹምን ዝቀደመ እባ ይእኸለና በጃኹም ናይ ሽዑስ ክልተ መላጸ ኮይኑና ሕጂኸ እንታይ ኢና ክንብሎ ደቀባት ዶ ክንብለኩም ኣሕዋት ነዚ ክትግዕታስ ትርህጻ ይብላ ኣዴታትና ነዚ ክትገብሩ ሓበሬታ ተኸልኪልና ጋዜጣ ሓንቲ ኮይናትና ክትብሉ በዚሕኩም ኣይተብቅዩ ተኸልኪልኩም ኣይተዕርፉ ጉድኩም ዘይውዳእ ምንቀኛታት ጸላኢ ብዘይካ ሓድነት ህዝቢ ምዝራግ ካልእ ሕልሚ ዘይብልኩም ርኹሳን ሰይጣውንቲ እሞ ሰብ ምንታይ ምስ ኮንኩም ኢና ሕጂ ብኣኹም ክንጆጅ ሎሚ ሓድነት ክብል ከለኹስ ገለ ነገር ዘኪረ ብሽሕን ትሽዓተ ሚእቲ ሰማንያን ሓደን እዩ ሻድሻይ ወራር ምጅማር ምስ ኣብየ ኣብ ጸጽላል ገረብና ኮፍ ኢልና በብዓቕምና ምስ ተኣማሃይምነት እንዳተመሃርና ናህና ጉጅለ ብሓደ ናይ ዩኒቨርሲቲ ኣዲስ ኣበባ ምሩቕ ውድን ቁጽሪ ብእንግሊዝ ኣልጀብራ እናተመሃርና ኩይነና ዝነበረት ደረት ቅርጺ ዓለም ጆግራፍ ትመሃረልኩም ነበረት ብካልእ መምህር ኔቃልወና ዝስሕት ሓዞ ደግፎ ዝብል ገልታዕታዕ ምስ ሰማዕና ንሕናውን ክፍሊ ምምሃር ኣቋሪጽና ንቀዳማይ ረድኤት ንጎየልኩም ስውእ ወድ ደስታ መራሕ ጋንታናን ስውእ በረኸት መሓሪ መራሕ ሓይልናን ተጠንቀቅ ጸጥ በል ክብሉ ባሻይ ስዩም ዝተባህለ ዕድመ ዝደፍእኩም ድቦይ ዝኸውን ተጋዳላይ ኣይትሓዙ ንክብል ወዲ ሕድሪ ከኣ ርድኡ ንክብል ኣብታ ዝምህረላ ዝነበረ መሰንከቲ ክጫናሙቅሎ ብጾሎሎን ኩርሻን ዘይንሱ መሲሉ ኩሉ ተሓዋዊስና ጋን ኮነና ካብኡ ነገር ምስ ዛሓለ እንታይ ኮይኖ እንተበልካስ መምህር ጆግራፍ መሬት ኣብ ገዛእ ርእሳ ኣብ ውሽጢ ዕስራን ኣርባዕተን ሰዓት ሓደ ግዜ ትዘውር ኣብ ዙርያ ዓለም ኣብ ዙርያ ጸሓይ ከኣ ሓንሳብ ኣብ ዓመት ትዘውር ኢሉ እናመሃረ ዘይተዋሕጠሉ ባሻይ ሲም ብበትሩ ምስ ተሳህሎ ዝመጸ ጋልታዕታዕ ዝተፈጥረ ምዃኑ ባሻይ ተሓቲቱ ክምልሽ ከሎ ህድሞ እንዳዓለቦይ ልዕሊ ሓምሳ ዓመት ዝዓበኹሉ ሪሙ ተጠውየ ሓንቲ መዓልቲ ኣፍ ደጊኡ ተጠውየ ምዛር መሬትን ጸሓይን ምቅባል ሕልኖ ኣብይዎ ተው ኢልዎ ንምጥፋእ መሃይምነት ንብጻዩ ዝስተሃሎ ሪኢት ትምህርቲ ጠቃሚኡ ምዃኑ ሳይንስ ዘራገጾ ሓቂ ምዃኑ ከተረድኦ ሒቕ ተበልካስ ርሓቕ ካብ ቅድመይ ኮይኑ መልሱ ዘኪርካ እንታይ ኣምጺእካዶ ኢልኩም ካብ ጆግራፍ ከይረሓቕና ኣውራጃታት ኤርትራ ጥልያን ንምግዛእና ክጥዕም ኣብ ሸሞንተ ኣውራጃ መቒሉና ቅድሚኡ ግን ብነገስታትን ደጊያትን ደግለላትን መሳፍንትን ንመሓደር ኔርና መግዛእቲ ኢትዮጵያውን ንዕኡ እናዛወረ ኣብ መንጎና ጽልኢ እናሳወረ ኣታፋኒና እሂ እንተበልካ ገሊኦም ንምሕደራ ክጥዕመና ይብሉና ኮነ ኢሎም መጋርያ ሓዊ እናሳወሩ ንሱ ዶ ኣይኮነን ኔሩ እቲ ታሪኽና ሎምን ከኣ መንግስቲ ኤርትራ ብማይ ኮዖ ተኸቲሉ ኣብ ሽዱሽተ ዞባታት መቒሉ ምምሕዳራቱ ኣቒሙ ክሰርሕ እንተጀመረ እሂ ፈላሊና እሂ ንመን ተወኪሱ ትብሉና ዘለኹም ኣብ ደገ ገዛኹም ድዩ ተጠውዩ ፊኒስትራኹም ወይስ ቃጽዖኹም ድዩ ግራትኩም ሽም ዓድታትናን መበቆልናን ከምዘይተጠውየን ዘይተለወጠን ርግጸኛ እየ ብእኡ ኣይትጸዋዕ ኢሉ ዝኽልክለኒ ውን የብለይን ገለ ሰባትሲ ንዕኡ ከማርሩን ነቲ ዝነበረ ክንእዱን ምስ ሰማዕኩ ንባሻይ ስዩምን ሰማየን ሓደን ከምዝዝክረን ጌሮምኒ ምስኡ ዝኸይድ ብዙሕ ጽያፍ ዘረባ ውን ብኣካል ብእዝነይ ሰሚዐን ብዓይነይ ሪኤን እቲ ንሓድነት ዝተቃለስናዮ ኣስላማይና ክስታናይና ብሓንሳብ ተነዒናን ወሊድናን በሊዕናን ንዘምጻእናዮ ናጽነት ሎሚ ንዓዲ ዓድኻ ተባሂሉ ብስደት ክንፈላለየሉ ዓገብ ንምባል ግዜ ክህቦ ኣይደለኹን መርገጺ ወይዘሮ ዲሞክራሲ ኮምኡ ዘይምዃኑ ኣጸቢቐ ስለ ዝፈልጥ ደቂ ሓደ ልቢና ማለት ኣብ ኤርትራ ዘይተነግረ እምበር ዘይተገብረስ የለን ንዓና ንምጽናት እቲ ቀዳማይ ዕላምኦም ንሕና ምህላዌና ንሶም ንምጽናትና ስለ ዝኾነ እቲ ርብርብ ንሕና ሓንሳብን ንሓዋሩን ክኑር መስዋእቲ ከፊልና ከቢድ ስንክልና ገጢሙና ዘምጻእናያ ሃገር ኩሉ ብሄራትና ዞባ በልዎ ኣውራጃ ደም ኩሉ ኤርትራዊ ዝነጠቦ ሃገር ገለ ውሕዳት ብብልሽውና ክቋማጥዑን ክዓብዱን ስጉምቲ ተተወስደ መንግስቲ ዲሞክራሲ ቁዋም ቤት ፍርዲ ትም እንተበለ መላኺ ዲክታተር ኣበየናይ ህቦብላ ንፈቐዶ ጋማጨላ መራኽብ ከምተሰቐልኩም እንድዒ ልብና ሓደ'ዩ ማለት ብሃገርና ዝነጸና ሓደ'ዩ መርገጺና ንኹልና ማዕር'ያ ትብጽሓና ማለት'ዩ እምበር ንታቤላ ሒዙ ዝተጻረፈ ዝያዳ ተሕምሞ ንሕቱኡ በጋባብ ዘቕርብ ድማ ዘይትብጽሖ ጌርኩም ትርድእዎ እንተሊኹም ይዋኣኹም ጥራሕ'ዩ መልስና በዓል ድሕረይ ሳዕሪት እብቆላ ብጽቡቕ ናይ ሃገርኩም ክንዲ ትሕጎሱ ገሌኹም ብህዝባዊ ግንባር ዝመጽእ ናጽነት ኣይምጻእ ትብሉና ገሌኹም ናጽነት ስመጺኡ ሓርነት ጎዲሉ ኢልኩም ተደንቁርና ምስ መንኩም ኢና እሞ ክንማጎት ዘይንፈልጥ ገድሊ እንተኔሩ ሓምሳ ወይ ሚእቲ ዓመት ክትጽምብሉ ከለኹም ኣብተን ናይ ሓሶት ወዋሕከናትኩም ንርኢ ወይ ንጽንዕ ዕድመን ጥዕናን ይሃበና ሓድነትን ፕረስን ግን ንህዝቢ ኤርትራ ቀንዲ መለለይኡ ምዃኑ እኳ ደኣ ቅድሚ ሼክስፔርስ ኣባና ከም ዝተጻሕፈ ታሪኽና ዝመስከሮ ሓሶት እንተ በልኩም ቅዱሳት መጻሕፍትን ብራናናን ቁርኣናትናን እዮም መሰኻኽርና። እንተ ዘመናዊ ትምህርቲ ግን ብሰንኪ ተዳጋጋሚ መግዛእትን ካልእ ውን ሕጂውን ሓቂ ይሓይሽ ድሒርና ሕጂውን ሳላኹም ተሳእኖ የለን ኤርትራዊ ሓደ ኮይኑ መጻኢኡ ከይቅይስ ትሕንኩልዎ ዘለኹም በሰልኡ ቀሊል ከም ዘይኮነ ከዘኻኽረኩም ይፈቱ። እዚ ጽሕፍዚ ኣብ ዝቅጽል ክቅጽል እዩ ቀንዲ መበገሲኡ ውን ሕቶታት መንእሰያት ኣብ ስደት ዘለዉ ዝሓተቱኒ ንሱ ምርኩስ ብምግባር በዳሂ ሕቶታቶም ክምልስ ክፍትን እየ። ኣብ ዝቕጽል ኩሉ ክከታተሎ ከኣ ይሓትት። የቐንየለይ።